ኣብ ዝርዝራቱ፣ ኣብ ንኡስ ዞባ ፎርቶ ሳዋ ዕድል ትምህርቲ ንምስፋሕ መንግስቲ ብርክት ዝበለ ኣብያተ ትምህርቲ ኣዋዲዱ ኣገልግሎት ይህብ እኳ እንተሎ ተሳታፍነት ተምሃሮ ብሓፈሻ ናይ ደቂ ኣንስትዮ ድማ ብፍላይ ገና ትሑት እዩ ዘሎ። ንምሕያሉ ከኣ ጻዕርታት ይካየድ ኣሎ። ነዚ ኣመልኪታ ወኪል ኤረና ዙፋን ዖባይ ንዘዳለቶ ጸብጻብ ሊድያ ተኽለማርያም ከተቕርቦ እያ። ኣብ ፎርቶ ሳዋ ዘሎ ተሳታፍነት ኣብ መኣዲ ትምህርቲ ንምሕያል ዝዘተየ ዋዕላ ብ ዕስራ ጥቅምቲ ኣብ ርብዳ ላዕላይ ተቓኒዑ። ዕላማ እቲ ላዕለዎት ሓለፍቲ ምምሕዳር ዞባ ጋሽ ባርካ፣ ሚኒስትሪ ትምህርትን ወከልቲ ምምሕዳራት ከባቢ ርብዳ፣ ሆሚብ፣ ሞሎበር፣ ዓሌት፣ ፍዳዳብ፣ ታላኣይን ፈላሳብን ዝተሳተፍዎ ዋዕላ ኣብቲ ከባቢ ኣብ ዘሎ ትሑት ተሳታፍነት ብሓፈሻ ናይ ደቂ ኣንስትዮ ድማ ብቐንዱ ዘተኮረ እዩ ነይሩ። ሓላፊ ኣብያተ ትምህርትን ሓላፊት ሃማደኤን ኣብቲ ንኡስ ዞባ ኣብ ዘቕረብዎ ጸብጻባት ኣብቲ ከባቢ ብርክት ዝበላ ኣብያተ ትምህርቲ እኳ ተደኲነን እንተለዋ ዘሎ ተሳታፍነት ግን ምስ ብዝሐን ዝመጣጠን ከምዘይኮነ ብፍላይ ድማ ተሳትፎ ደቂ ኣንስትዮ ኣዝዩ ትሑት ከምዘሎ ኣብሪሆም። ሓላፊ ጨንፈር ሚኒስትሪ ትምህርቲ ዞባ ጋሽ ባርካ ኣቶ መሓመድ ዓሊ ኢብራሂም ብወገኑ፣ ሚኒስትሪ ትምህርቲ ነቲ ኩነታት ብልዑል ኣተኩሮ ከምዝሪኦ ጠቒሱ፣ ዝካየድ ጻዕሪ ንኽሰምር ነበርቲ ዕድሚኦም ንትምህርቲ ዝኣኸለ ደቆም ናብ ኣብያተ ትምህርቲ ክልእኩ ተራ ምምሕዳራት ክዓዝዝ ተማሕጺኑ። ኣቦ መንበር ባይቶ ዞባ ጋሽ ባርካ ኣቶ ዑስማን መሓመድ ዓልን ጸሓፊ ህግደፍ ኣብቲ ዞባ ኣቶ ረዘነ ኣዶናይን ድማ ብዘይ ትምህርቲ ዝጭበጥ ምዕባለ ይኹን ዕቤት ስለዘየለ ነበርቲ ነቲ ተዋዲዱ ዘሎ ናይ ትምህርቲ ዕድላት ክጥቀምሉ ተላብዮም። ተሳተፍቲ ብወገኖም ኣብ ዘቕርብዎ ርእይቶታት ዝጸንሐ ጸገማት ሳዕቤን ትሑት ንቕሓትን ሸለልትነትን ምዃኑ ብምጥቃስ ካብ ሕጂ ንደሓር ግን ብዝለዓለ ደረጃ ንኽጽዕርሉ ተበጊሶም ከምዘለዉ ኣረጋጊጾም። ዋና ኣካየዲ ስራሕ ምምሕዳር ዞባ ጋሽ-ባርካ ኣቶ ዑመር መሓመድ ኣብ ዘቕረቦ ዛዛሚ ቃል፣ ነበርቲ እቲ ከባቢ ዘለዎም ራሕቅን ኩነታት መነባብሮን ኣብ ግምት ብምእታው፣ ዞባ ምስ ኩሎም ኣካላት ብምውህሃድ ዘድሊ ምትብባዕ ክገብር ምዃኑ ኣነጺሮም። ኣብ መወዳእታ፣ ዋዕለኛታት፣ ተሳታፍነት ኣብ መኣዲ ትምህርቲ ብዘይ ናይ ጾታ ኣፈላላይ ብዝለዓለ ደረጃ ንምርግጋጽ ዝሕግዙ ውሳኔታትን ለበዋታትን ኣሕሊፎም።
ሓረስቶት ዞባ ዓንሰባ ብዝነበረ ህጡር ክራማትን ዘካይድዎ ፃዕርን ሎሚ ዓመት ርቡሕ ምህርቲ ፉል ክሓፍሱ ተስፋ ገይሮም ኣለው። በዚ ተተባቢዖም ድማ ኣብ ዝመፅእ ዓመት ንሕርሻ ፉል ብልዕሊ ዕፅፊ ከዕብይዎ መደብ ኣለዎም። ወኪል ኤሪና ዮሱፍ ኢድሪስ ንዘዳለዎ ፀብፃብ ሸዊት ገብረብርሃን ከተቕርቦ እያ።
ኣብ ዞባ ዓንሰባ ንኡስ ዞባታት ሓጋዝ፣ ሓመልማሎ፣ ከረንን ዒላበርዕድን ዝዝውተር ልምዓት ፉል ንምስፋሕ ብዝልዓለ ክድፈኣሉ ምዃኑ ካብ ጨንፈር ሚኒስትሪ ሕርሻ እቲ ዞባ ዝተረኽበ ሓበሬታ ኣፍሊጡ። ሎሚ ዓመት ብጠቕላላ ኣስታት ሽሕን ኣርባዕተ ሚእትን ሄክታር ፉል ተዘሪኡ ከምዘሎ፣ እዚ ድማ ካብቲ ናይ ዓሚ ብሓምሳ ሚእታዊት ከምዝዛይድ ዝጠቐሰ ኣሃዱ ልምዓት ብቑሊ፣ ዘዕግብ ምህርቲ ክሕፈሶ ትፅቢት ከምዝግበር ኣረዲኡ። እቲ ኣሃዱ ወሲኹ፣ ሰብዓ ሚእታዊት ካብ ዝሕረስ መሬት ሓመልማሎ፣ ከረንን ሓጋዝን ንዘራእቲ ፉል ስለዝሰማማዕ፣ ምስ ክኢላታትን ሓረስቶትን ብምትሕብባር፣ ኣብ ዝመጽእ ዓመት ብልዕሊ ዕጽፊ ክብ ብምባል ክሳብ ሰለስተ ሽሕ ሄክታር ንምልማዕ መደብ ከምዘሎ ኣብሪሁ። እዚ ከምዚን እንከሎ፣ ሓረስቶት ንኡስ ዞባታት ሓጋዝን ዒላበርዕድን፣ ጥብ ዝበለት ማይ ኣብ መዓላ ንምውዓል ኣቐዲሞም ብዘሰላሰልዎ ንጥፈታት፣ ሎሚ ዓመት ርቡሕ ምህርቲ ክሓፍሱ ትጽቢቶም ልዑል ከምዘሎ'ዮም ዝገልጹ። ሓላፊ ቁጠባዊ ልምዓት ንኡስ ዞባ ሓጋዝ ኣቶ ኪዳነ ክብሮም ንኤሪና ኣብ ዝሃቦ ሓበሬታ፣ ኣብቲ ንኡስ ዞባ ሰለስተ ሚእትን ሳሳን ኣርባዕተን ነጥቢ ኣርባዕተ ሚሊ ሜተር ዝናብ ስለዝወቕዐ፣ ሓረስቶት ተተባቢዖም ብጠቕላላ ኣብ ዓሰርተ ሸሞንተ ሽሕን ሚእትን ሰማንያን ኣርባዕተን ሄክታር ብልቱግ፣ መሸላን ፉልን ከምዝዘርኡ፣ ምስ ናይ ዝሓለፈ ዓመት ብምንጽጻር ዕጽፊ እቶት ክርከብ ከምዝከኣል ኣነጺሩ። ኣመሓዳሪ ንኡስ ዞባ ዒላበርዕድ ኣቶ ኣተሽም ነጋሲ ብወገኑ፣ ኣብቲ ንኡስ ዞባ ክሕረስ ዝግብኦ ሓሙሽተ ሽሕን ሓሙሽተ ሚእትን ስሳን ኣርባዕተን ሄክታር እኳ እንተሎ፣ ሎሚ ዓመት እቲ ተስዓን ሽዱሽተን ሚእታዊት ብልምዳዊ ማሕረስ ከምዝለምዐ ብምሕባር፣ ርቡሕ ምህርቲ ክሕፈሶ ትጽቢት ከምዘሎ ገሊጹ። ናይ ለብዘበን ክራማት ዋላ እኳ ቀልጢፉ እንተዘይጀመረን ቀልጢፉ ከኣ እንተዓጸወን ከምቲ ዝፈራሕናዮ ኣይኮነን፣ ዝራእቲ ኣብ ደሓን ኣብ ጽቡቕ ኩነታት ኣብ ገሊኡ ጽቡቕ ኩነታት ኣሎ ኣብ ገሊኡ ከኣ ማእከላይን ትሑትን ኣሎ ብዝኾነ ግን እቲ ናይ ነብዞን ክራማት ካብቲ ዝሓለፈ ዓመታት ብጣዕሚ ተስፋ ዝህብን እፎይታ ንህዝቢ ዘቕስንን ምዃኑ ወገና ገምጊምናን ተዓዚብናን ኣለና ማለት እዩ ናብ ኩሉ ጎስጓስ ኣካይድና ኢና ኣብ እዋኑ ጸያቕ መዓጽዲ ከይመጸ ከሎ ነዚ ተረኺቡ ዘሎ ፍርያት ኣብ ኣእዋኑ ዘዝበተኹዎ ከኣ ኣብ ዳንዳ ምእካብ ዘይኮነስ ናይ መኽደኒ ክጽግሞም ስለ ዝኽእል ኣብ ኣእዋኑ ዘዝበተኹዎ መዓልታዊ ንጽባሒቱ እናሻቖጡ እቲ ዳሕረዋይ ከኣ እናበተኹ እናሻቖጡ ኣብ ቆፎኡ ከእቱ ከም ዘለዎ ንምሉእ ህዝቢ ሓበሬታ ኣመሓላሊፍና ኢና። ሓላፊ ቤት ጽሕፈት ሚኒስትሪ ሕርሻ ትንእስ ዞባ መንእሰይ ገብርሂወት ኣብርሃም ድማ ኣብ ምምሕዳራት ከባቢ ሓሊብ መልተንን ይግዓርን ንሓረስቶት ዝተዓደለ ምሩጽ ዘርኢ ምስ ዝነበረ ሓጺር ወቕቲ ዝናብ ዝሳነ ስለ ዝነበረ ኣብ እቶት ጽልዋ ገይሩ ምህላዉ ኣብሪሁ። ሓፈሻዊ ኩነታት ዝራእቲ ናይዚ ክረምቲ'ዚ ክንርእዮ ከለና ኣብ ጽቡቕ ከም ዘሎ ኢና መብዛሕትኡ ክንግምግሞ ንኽእል ማለት እዩ። ብዝበዝሐ ፐርሰንት ክንርእዮ ከለና ማለት እዩ። እቲ ዘራእቲ ልክዕ'ዩ ኣብ ገለ ገለ ከባቢታት ማይ ዘቋረጾ ኣሎ ግን ምስቲ ናይ ዝሓለፈ ዓመት ክንርእዮ ከለና ዝሓሸ እቶት ከም ዘሎ ኢና ክንግምግም ንኽእል ማለት እዩ እዚ ዓመት እዚ።
ሃገራዊ ማሕበር ብድሆ ኤርትራ ብ ዕስራን ሽዱሽተን ጥቅምቲ ኣብ ኣስመራ ኣብ ዘቃንዖ ኣኼባ ኣብ ክልተ ሽሕን ዓሰርተ ሓሙሽተን ንዘሰላሰሎ ንጥፈታት ብምግምጋም ሓድሽ መደባት ስራሕ ሓንጺጹ ኣብቲ ብሓልዮት ፍቕሪን ንጽቡቕ ብዝብል ቴማ ዝተኻየደ ኣኼባ ኣቦ መንበር ናይቲ ማሕበር ኣቶ ገብርሂወት ግርማይ ሕቶ ኤች ኣይቪ ኤድስ ሕቶ ነብሲ ወከፍ ዜጋ መንግስትን ሃገርን ምዃኑ ብምጥቃስ በቲ ኣብ ምግትኡ ዝተገብረ ዓወት ከይተዛነና ነቶም ምስቲ ሕማም ዝነብሩ ወገናትና ብዝግባእ ብምሕብሓብ ንዝያዳ ውፅኢት ምስራሕ ከምዘድሊ ኣብሪሁ። ሳላ ዝተኻየደ መበረኺ ንቕሓትን ጎስጓሳትን፣ ዝተወስደ ናይ ጥንቃቐ ስጉምትታት መልከፍቲ ኤች ኣይቪ ኤድስ ኣብ ሃገርና ኣዝዩ ከምዝነከየ ዝገለጸ ኣቶ ገብሪሂወት፣ ቁጽሪ ኣብ ማሕበር ዝጥርነፉ ኣባላት ምውሳኹ'ውን መርኣያ ናይቲ ዝሰርጽ ዘሎ ናይ ባህሪ ለውጢ ከምዝኾነ ኣነጺሩ። ተሳተፍቲ ኣብ ክልተ ሽሕን ዓሰርተ ሓሙሽተን ኣብ ዝነበሩ ብልጫታትን ሕጽረታትን ብሰፊሑ ድሕሪ ምምይያጥ መሻርኽቲ ኣበርክቶኦም ከዕዝዙ ጸዊዖም። ኣብቲ ኣኼባ ወኪል ሚኒስትሪ ጥዕና፣ ወከልቲ መንግስታውያንን ዘይመንግስታውያንን ትካላት ከምኡ'ውን መሻርኽቲ ተረኺቦም ነይሮም። ኣብ ትሕቲ ጽላል ሚኒስትሪ ጥዕና ኣብ ክልተ ሽሕን ክልተን ዝተመስረታ ማሕበር ብድሆ ኤርትራ፣ ዓሰርተ ሓሙሽተ ሽሕ ብቫይረስ ኤችኣይቪ ዝተለኽፉን ተደናገጽትን ኣባላት ይጥርንፍ። ውዳበ መንእሰያት ሰራሕተኛታት ንኡስ ዞባ ዓዲ-ዃላ ብ ዕስራን ሓደን ጥቅምቲ ራብዓይ ጉባኤኡ ኣካይዱ። ኣቦ መንበር ናይቲ ውዳበ መምህር ክብሮም መብራህቶም ኣብ ዝሓለፈ ሓሙሽተ ዓመታት ንመንእሰያት ዘርብሕ ዝተፈላለየ ሞያዊ ስልጠናታት፣ ስፖርታዊ ውድድራት፣ ዑደት ናብ ታሪኻዊ ቦታታት ከምኡ'ውን ሞያዊ ኣስተምህሮታት ከም እተኻየደ ሓቢሩ። ሓላፊ ሃማመተ ኣብቲ ንኡስ ዞባ መንእሰይ ዑቕባይ ገብረትንሳኤ ብወገኑ፣ ውዳበ መንእሰያት ሰራሕተኛታት ኣፍልጦኦም ኣብ ዝተፈላለየ መዳያት ንኽሕይል ኣገዳስነት ምልውዋጥ ተመኩሮ ኣገዳሲ ምዃኑ ጠቒሱ፣ ብቕዓቶም እናዕበዩ ኣበርክቶኦም ኣብ ሃገራዊ ዕማም ከዕዝዙ ጸዊዑ። ጉባኤኛታት፣ ኣካላት መንግስቲ ንኣገዳስነት ናይ'ቲ ውዳበ ብምግንዛብ፣ ኣብ ምሕያዱ ደገፈን ከበርክታ ብምልባው፣ ሓዳስ ኣካየዲት ኣካል መሪጾም። ኣማሓዳሪ ንኡስ ዞባ ዓዲ-ዃላ ኣቶ ተኽለብርሃን ምሕረትኣብ ኣብ ዘስምዖ ቃል ድማ፣ ብኣእምሮ ብቑዕ፣ ብስርሖም ድማ ሕቡናት መንእሰያት ኣብ ምህናጽ ምምሕዳር እጃሙ ከበርክት ድሉው ምዃኑ ኣረጋጊጹ። ቤት ፅሕፈት ሚኒስትሪ ዕዮን ሰብኣዊ ድሕነትን ኣብ ንኡስ ዞባ ተሰነይ ንፅጉማት ተምሃሮ ናይ ናውቲ ትምህርቲ ከምኡ እውን ንመመዝገብን ዲቪዛን ዝውዕል ገንዘባዊ ሓገዝ ገይሩ። ብመሰረት ሓላፊ ቤት ፅሕፈት ኣቶ ሳልሕ ዑስማን እቲ ዝተፈላለየ ናውቲ ትምህርቲ ዘጠቓለለ ሓገዝ ን ሰብዓን ሓሙሽተን ተምሃሮ እዩ ተዋሂቡ። ዕላማ ናይቲ መደብ ብሰንኪ ቁጠባዊ ፀገም ካብ ትምህርቲ ንከይቦኽሩ ምዃኑ ብምብራህ ኣብ ትምህርቶም መሰረታዊ ፍታሕ የምጽእ ከምዘሎ ኣረዲኡ። እዚ ከምዚሉ እንከሎ፣ ቤት ጽሕፈት ሚኒስትሪ ዕዮን ሰብኣዊ ድሕነትን ኣብ ንኡስ ዞባ ማይምነ ንሰላሳን ሓደን ጽጉማት ተምሃሮ ተመሳሳሊ ሓገዝ ከምዝገበረ ወኪል ኤረና ሓቢሩ። ወለዲ ኣብ ዝሃብዎ ሓበሬታ፣ መንግስቲ ደቆም ማዕረ መዛንኦም ኣብ ትምህርቶም ንከድህቡ ንዝገብሮ ምድጋፍ ብልዑል ኣኽብሮት ከምዝጥምቶ ገሊጾም። ዜና መስዋእቲ ገዲም ተጋዳላይ ዑቕባዝጊ ኣርኣያ፣ ጓንጉል፣ ብዝሓደሮ ሕማም ሕክምናዊ ክንክን ክግበረሉ ድሕሪ ምጽናሕ ብ ዕስራን ኣርባዕተን ጥቅምቲ ኣብ መበል ስሳን ትሽዓተን ዓመት ዕድሜኡ ኣብ ሆስፒታል ኦሮታ ተሰዊኡ። ኣብ ሽሕን ትሽዓተ ሚእትን ሰብዓን ሓሙሽተን ኣብ ኣብ ሕዝባዊ ሓይልታት ሓርነት ኤርትራ ዝተሰለፈ ገዲም ተጋዳላይ ዑቕባዝጊ፣ ካብ ሽሕን ትሽዓተ ሚእትን ሰብዓን ሽዱሽተን ክሳብ ዕለተ ናጽነት ኣብ ሓይልታትን ክፍልታትን ውድብ ብደረጃ ተራን ሓላፍን፣ ድሕሪ ናጽነት ድማ ፈለማ ኣብ ምምሕዳር ከተማ ሓላፊ ክፍሊ ኣሃዱ ወተሃደራት ከተማ ድሕሪኡ ከኣ ሓላፊ ኣሃዱ ፍቓድ ዋኒን ኮይኑ ንህዝቡን ሃገሩን ብተውፋይነት ዘገልገለ ሓርበኛ'ዩ ስዉእ ዑቕባዝጊ ኣርኣያ ጓንጉል በዓል ሓዳርን ኣቦ ኣርባዕተ ውሉዳትን'ዩ። ስነ-ስርዓት ቀብሩ ድማ ጽባሕ ዕስራን ሸውዓተን ጥቅምቲ ፍርቂ መዓልቲ ኣብ መካነ መቓብር ሓርበኛታት ኣስመራ ክፍጸም'ዩ። ምምሕዳር ዞባ ማእከል ብምኽንያት ሞት ስዉእ ገዲም ተጋዳላይ ዑቕባዝጊ ኣርኣያ፣ ዝተሰምዖ መሪር ሓዘን እንዳገለጸ ንስድራቤቱን መቓልስቱ ብጾቱን ጽንዓት ይሃብኩም እብል።